ሰላም ኩቡራት ተኻታተልቲ ሕጂ ኣብ ዝተዳለወ ዕለታዊ ዜናታት ኤርትራ ካብ ወድብ ጥዕና ዓለም ዝረኸበቶ ሓገዝ ሓድሽ ምዕባለታት ኩናት ትግራይ መግለጺ ጌታቸው ረዳ ብዛዕባ ህሎው ምዕባለታት መልሲ ሓይልታት ትግራይ ን ኣሜርካ ኣብ ሱዳን ንሞት ዝተፈርዱ ሽዱሽተ ዜጋታትን ካብ ኦሎምፒክ ዝተሰጎጉ ክልተ ኣሰልጠንትን ካልእን ዘድህስስ ክኸውን እዩ ኣብዛ ቻነል ድማ ናይ ወትሩ ተኻታተልቲ ንምዃን ሳብስክራይብ ክትገብሩ ብኽብሪ ይዕድመኩም። ውድብ ጥዕና ዓለም ንኤርትራ ዝገብሮ ዘሎ ሓገዛት ብምቕጻል ሕጂ እውን ዋጋ ቴስዓን ሽዱሽተን ሽሕን ክልተ ሚእትን ሰማንያን ሸሞንተን ዶላር ዝበጽሕ ንብረት ንሚኒስትሪ ጥዕና ኤርትራ ከም ሓገዝ ኣበርኪቱ ከም ዘሎ ተገሊጹ። ሕጂ ወጺኡ ዘሎ ናይ ውድብ ጥዕና ዓለም መግለጺ ከም ዝሕብሮ ከኣ፣

እዚ ሕጂ ብውድብ ጥዕና ዓለም ንኤርትራ ተዋሂቡ ዘሎ ሓገዝ ከኣ ብድምር ዋጋ ቴስዓን ሽዱሽተን ሽሕን ክልተ ሚእትን ሰማንያን ሸሞንተን ዶላር ዝበጽሕ ኮይኑ ብወገን ኤርትራ ከኣ ነዚ ሓገዝ ኣመልኪቱ ዶክተር ጎይትኦም መብራህቱ ምስጋንኡ ንውድብ ጥዕና ዓለም ኣቕሪቡ ኣሎ። ውድብ ጥዕና ዓለም ድኻታት ሃገራት ሕጽረት ናይ ጥዕና መሳርሒታት ከየጋጥመን ወትሩ ንዝተፈላለያ ሃገራት ዝተፈላለየ ሓገዛት ዝገብር ኮይኑ፣ ብሓፈሻ ከኣ ካብ ህዝቢ ዓለም ነቲ ሰለስተ ቢልዮን ዝበጽሕ ህዝቢ ዝኸውን ኣብ ጥዕና ዘተኮረ ሓገዛት ክገብር ጻዕርታት ይገብር ከም ዘሎ እዩ ዝሕበር። ትማሊ ኣማስዩ ኣብ ዝነበረ ዜናታት ሓይልታት ምክልኻል ትግራይ ነታ ኣብ ክልል ኣምሓራ እትርከብ ኣብ ኢትዮጵያ ሓንቲ ካብ ታሪኻውያን ከተማታት ዝኾነት ዩኔስኮ ዝበሃል ናይ ውድብ ሕቡራት ሃገራት ታሪኻዊ ቅርስታት ክዕቅብ ብዝጽዕር ኣካል ከኣ መዝግብቲ ዝኾነት ከተማ ላሊበላ ከም ዝተቖጻጸሮ ዝተገልጸ ኮይኑ፣ ሕጂ ከኣ ሕቡራት መንግስታት ኣሜሪካ፣ ሓይልታት ትግራይ ንኣብያተ ክርስትያን ላሊቤላ ከኽብሩ ኣተሓሳሲባ ኣላ። ነዚ ኣመልኪቱ ወሃቢ ቃል ሚኒስትሪ ወጻኢ ጉዳያት ኣሜሪካ ዝኾነ ኔድ ፕራይስ፣ ሓይልታት ትግራይ ንላሊበላ ከም ዝተቖጻጸሩ ዝገልጹ ጸብጻባት ሰሚዕና፣ ህወሓት ድማ ነቶም ታሪኻዊ ሓድግታት ክዕቅቡ ንጽውዕ ኢሉ ነይሩ። ብዛዕባ እዚ ሕጂ ዘሎ ኩነታት ከኣ ሎሚ ወጺኡ ዘሎ መግለጺ ከም ዝሕብሮ ሓይልታት ትግራይ ነቲ ኣሜሪካ ካብ ክልል ኣምሓራን ዓፋርን ውጹ ዝብል ጻውዒታ ነጺጎሞ ከም ዘለዉ ኣፍሊጦም። ከም ዝፍለጥ ኣሜሪካ ሓይልታት ትግራይ ካብ ዓፋርን ኣምሓራን ክወጹ ሓይልታት ኣምሓራን ኤርትራን ከኣ ካብ ትግራይ ክወጹ ጸዊዓ እያ ነይራ። ነዚ ናይ ላሊበላ ምትሓዝ ኣመልኪቱ ከኣ ሕጂ ጌታቸው ረዳ ሂብዎ ኣብ ዘሎ መግለጺ እቲ ንላሊበላ ምትሓዝ ዝተገብረ ስርሒት ናብ ሰሜን ክልል ኣምሓራ ዘሎ መንገዲ ንምቁጽጻር ንመንግስቲ ፈደራል ዝድግፉ ሓይልታት ንምዕጋትን ከምዝኾነ እዩ ተዛሪቡ። ጌታቸው ረዳ ወሲኹ፣ ንሕና ኣብዚ እዋን ኣብ ትሕቲ ከበባ ከምኡ ድማ ኣብ ዕፅዋ ኢና ዘለና። ዝኾነ ኣብይ ኣሕመድ ንህዝብና ንምዕፃው ዝጥቀመሉ ከዓ ሓደጋ ከይኮነና ክንኣልዮ ኢና ድሕሪ ምባል ሓይልታት ትግራይ ንሓይልታት ኣምሓራ ኣብ ምህዳን ከምዘለው እዩ ተዛሪቡ። ብዛዕባ እቲ ላሊበላ ቅርሳዊ ቦታ ብምዃኑ ዝቐርብ ዘሎ ፃውዒት ኣመልኪቱ ከዓ ጌታቸው ረዳ ኣብዚ እዋን ምስቲ ህዝቢ ሓቢርና ብምስራሕ ንቡር ህይወቶም ክመርሑ ኢና ንፍትን ዘለና። ቅርሳዊ ዝኾነ ቦታ ምሕላው ጽቡቅ ጌርና ንፈልጥ ኢና ላሊበላ ከኣ ንዓና ውን ቅርስና እዩ ስለዚ ብዝዓባ ምዕቃብ ላሊበላን ዘይምዕቃብን ክጭነቁ የብሎምን ብምባል ጌታቸው ረዳ ሓይልታት ትግራይ ነቲ ቅርሳዊ ቦታ ክዕቁቡ ከምዝኾኑ ተዛሪቡ ኣሎ። ኢትዮጵያ ኣብ ልዕሊ ሱዳን ምትእምማን ክህልዋ ዝፈጥር ኩነታት ክሳብ ዘይተፈጥረ ከም ዓራቒት ክትቅበላ ከም ዘጸግማ ኣፈኛ ቤት ጽሕፈት ቀዳማይ ሚኒስተር ኣብዪ ኣሕመድ ተዛሪባ። ኣፈኛ ቀዳማይ ሚኒስተር ኢትዮጵያ ዝኾነት ቢሌኔ ስዩም ትማሊ ኣብ ዝሃበቶ መብርሂ ንሱዳን ከም ዓራቒት ንምውሳድ ፈለማ ናይ ምትእምማን ጉዳይ ብዕምቆት ክረኣ ኣለዎ ኢልና ኢና እንኣምን ኢላ። ወተሃደራት ሱዳን ኣብቲ ኢትዮጵያ ናተይ'ዩ ዝብሎ ግዝኣት ድሕሪ ምእታዎም ኣብ መንጎ ክልቲኤን ሃገራት ዘሎ ርክብ ከም ዝሓርፍፈን ኣብ መንጎ ላዕለዎት መራሕቲ ዘሎ እምነት ከምዝተባሕጎጉ'ውን እዛ ኣፈኛ ተዛሪባ ኣላ። መንግስቲ ሱዳን፣ ሃገሩ ነቲ ኣብ መንጎ ፈደራላዊ መንግስቲ ኢትዮጵያን ሓይልታት ትግራይን ዘሎ ግጭት ብሰላማዊ መንገዲ ንምፍታሕ ክሽምግል ድሌት ከምዘለዎ ማዕከን ዜና ሱዳን ትሪብዩን ሓቢራ ነይራ። ኣቐዲሙ ጸሓፊ ጉዳያት ወጻኢ ኣሜሪካ ዝዀነ ኣንቶኒ ብሊንከን ምስ ቀዳማይ ሚኒስተር ሱዳን ዓብደላ ሓምዶክ ኣብ ዘካየዶ ርክብ ብዛዕባ ህሉው ኵነታት ኢትዮጵያ ከምዝተዘራረበ ዝፍለጥ ኰይኑ፣ ክልቲኦም ሰበስልጣን ከኣ ኵሎም ወገናት ኢትዮጵያ ኣብ ስምምዕ ዝተመርኰሰ ምቍራጽ ተጻብኦታት ክገብሩ ንምትብባዕ ከምዝሰርሑን ንኹሉ ዘሳተፈ ፖለቲካዊ ልዝብ ከካይዱን ልኡላውነት ሓድነትን ኢትዮጵያ ንምሕላው ከምኡ ድማ ሰብኣዊ ረድኤት ዘድልዮም ገደብ ዘይብሉ ተበፃሕነት ክህሉ ክሰርሑ እዮም ተሰማሚዖም ነይሮም። ካሊእ ምስ ጉዳይ ትግራይ ብዝተሓሓዝ ድማ ሚኒስተር ወፃኢ ጉዳያት ዓባይ ብሪጣንያ ዝኾነ ዶሞኒክ ራብ ምስ ቀዳማይ ሚኒስተር ኣብይ ኣሕመድ ከምዝተዘራረበ ተገሊፁ። ዶመኒክ ራብ ምስ ቀዳማይ ሚኒስተር ኣብይ ኣሕመድ ኣብ ዝገበሮ ርክብ፣ እቲ ዘሎ ግጭት ከዕርፍ እንድሕር ኮይኑ ንኹሎም ፖለቲካውያን ወገናት ዘሳተፈ ፖለቲካዊ ዘተ ክካየድ ከምዘለዎ፣ ናብ ትግራይ ከኣ ዘይተገደበ ሰብኣዊ ሓገዝ ክኣቱ ከምዝግባእን እዩ ምስቲ ቀዳማይ ሚኒስተር ኣብ ዝገበሮ ናይ ቴሌፎን ርክብ ዝተዛረበ። ኣብዚ ናይ ትግራይ ኲናት ብወገን ሕብረት ኢሮጳ ከኣ፣ ሕብረት ኢሮጳ ዝርከበን ሰብኣዊ ሓገዝ ዝቕርባ ዕስራን ሓደን ሃገራት ናብ ትግራይ ዝኣቱ ሓገዝ ዘይተገደበ ክኸውን ዝጽውዕ ደብዳብ ናብ ምክትል ቀዳማይ ሚኒስተር ኢትዮጵያን ሚኒስተር ወጻኢ ጉዳያት ኢትዮጵያን ዝኾነ ደመቀ መኮንን ሰዲደን ከምዘለዋ ተሓቢሩ። ኣብ ሱዳን ኣብ ሰሜን ኮርዶፋን ኣል ኡበይድ ኣብ ዝበሃል ቦታ ዝርከብ ቤት ፍርዲ ንሽዱሽተ ኣባላት ሓይልታት ቅልጡፍ ሓገዝ ንሞት ፈሪዱ ከም ዘሎ ተሓቢሩ። እቲ ቤት ፍርዲ ነዚ ናይ ሞት ፍርዲ ዝሃበሉ ምኽንያት ከኣ እቶም ሽዱሽተ ኣባላት እቲ ኣብ ልዕሊ'ቶም ኣንጻር ዑመር ኣልበሽር ዝተላዕሉ ሰልፈኛታት ዝኾኑ ተምሃሮ ጥይት ተኲሶም ዝበሃሉ ሰራዊት ዝኾኑ ውተሃደራት ኣብቲ ቅድሚ ክልተ ዓመት ኣብ ዝነበረ ናይ ተምሃሮ ሰላማዊ ሰልፊ ኣብ ልዕሊ ተምሃሮ መጥቃዕቲ ኣውሪዶም ዝብል ክሲ ቀሪቡሎም ዘሎ ብምዃኑ'ዩ። ኣብ ዓመተ ክልተ ሽሕን ዓሰርተ ትሽዓተን እቶም ብሒሜቲ ዝምርሑ ሓይልታት ቅልጡፍ ሓገዝ ዝበሃሉ ሰራዊት ኣብ ልዕሊ ተምሃሮ ድሕሪ ዝኸፈትዎ ጠያይት ብዕለት ዕስራን ሽዓተን ወርሒ ሸውዓተ ናይቲ ዓመት ሽዱሽተ ተምሃሮ ክቕተሉ እንከለዉ ብዙሓት ድማ ብኸቢድ እዮም ተወጊኦም። ሕጂ ድማ እዚ ቤት ፍርዲ ነዞም ከምኡ ዝገበሩ ሸውዓተ ኣብ ትሕቲ ቀይዲ የእትይዎም ድሕሪ ምጽናሕ ነቶም ሽዱሽተ ናይ ሞት ፍርዲ ክህቦም እንከሎ ነቲ ሓደ ግን እቲ ገበን ክፍጽም እንከሎ ትሕቲ ዕድመ እዩ ነይሩ ብምባል ካብዚ ናይ ሞት ፍርዲ ኣውጺእዎ ኣሎ። ከም ዝፍለጥ እዞም ቅድም ብጃንጀዊድ ዝብል ሽም ዝፍለጡ ዝነበሩ ሕጂ ብሓይልታት ቅልጡፍ ሓገዝ ዝፍለጡ ዘለዉ ሓይልታት በቲ ኣባል ሉእላዊ ቤት ምኽሪ ዝኾነ ሒሜቲ ዝምርሑ ኮይኖም ትሕቲ ዕድመ ቆልዑ ብምዕስካር ከምኡ ድማ ኣብ ዳርፉር ገበናት ኩናት ፈጺሞም ኔሮም ዝብል ክስታት እዩ ዝቐርበሎም። ኣብዚ እዋን ከኣ ብወገን መንግስቲ ሱዳን ከምኡ ድማ ኣሜርካ እታ ሃገር ሓደ ሰራዊት ክህልዋ ኣለዎ ስለ ዝተባህለ ምስ ሓይልታት ምክልኻል እታ ሃገር ክሕወሱ ይድለ እኳ እንተሎ ክሳብ ሕጂ ግና ኣብ ስምምዕ ክብጻሕ ኣይከኣለን እዩ ዝርከብ። እዚ ሕጂ ውሳኔ የሕሊፉ ዘሎ ቤት ፍርዲ ከኣ፣ ነቲ ኣብ ግዜ እቲ ሰለማዊ ሰልፍን እቲ ቅትለትን ምስ ኣጋጠመ ዝተወስደ ብዝሒ ዘለዎ ስእልታትን ቪድዮታትን ድሕሪ ዝገበሮ ሓያል መርመራ ዝወሰዶ ውሳነ ከም ዝኾነ ተሓቢሩ ኣሎ። ኣብዚ እዋን ኣብ ቶክዮ ጃፓን ይካየድ ኣብ ዘሎ ውድድራት ኦሎምፒክ መዛረቢ ዛዕባ ኮይና ዝቐነየት ንዓደይ ኣይምለስን ዝበለት ቤላሩስያዊት ኣትለት ኣመልኪቱ ሕጂ ካብቲ ውድድር ክልተ ናይ ቤላሩስ ኣሰልጠንቲ ተሰጉጎም ከምዘለዉ ተገሊጹ። እዞም ምስ ጉዳይ እታ ኣትለት ኢድ ኣለዎም ዝተባህሉ ኣሰልጠንቲ ከኣ፣ ነታ ንዓደይ ኣይከይድን ዝበለት ኣብዚ እዋን ናብ ኢሮጳ ናብ ሃገረ ፖላንድ መጺኣ ዘላ ኣትለት ብሓይሊ ናብ መኪና ሰቒሎም ናብቲ ብሓይሊ ናብ ዓዳ ክትምለሰሉ ተሓሲቡ ዝነበረ መዓርፎ ነፈርቲ ከምዝወሰድዋ ተረጋጊጹ ዘሎ ብምዃኑ'ዩ። እዛ ክሪስቲና ተባሂላ እትፍለጥ ኣትለት፣ ንኣሰልጠንታ ኣብ ማሕበራዊ ገጻት ኢንተርኔት ድሕሪ ምንቃፋ፣ ካብቲ ውድድር ብምውጻእ ናብ ዓዳ ክመልስዋ ፈቲኖም ዝነበሩ ኮይኖም፣ ንሳ ግና ጉዳያ ዋላ'ውን ስፖርታዊ እንተኾነ ዓዳ እንድሕር ተመሊሳ ከም ፖለቲከኛ ክትቅየድ ስለ እትኽእል ኣይምለስን ብምባል'ያ ዑቕባ ድሕሪ ምሕታት ካብ ኤምባሲ ፖላንድ ናይ ሰብኣውነት ቪዛ ረኺባ ናብ ሃገረ ፖላንድ ክትመጽእ ክኢላ ዘላ። ንሕጂ ዝተዳለወ ዜናታት እዚ እዩ ነይሩ ብካልእ ክሳብ ንራኸብ ሰላም ንዓኹም።